ሰላም ሰላም ፍትዋት ተኻታተልቲ ፊልምና ንሎሚ ከኣ ኣግሊ ስቴፕ ሲስተር ዘርእስታ ኣዝያ ጥዕምቲ ፊልም ሒዘልኩም መጽየ ኣለኹ እዛ ፊልም ናብ ቡዙሓት ሰባት ንኽትበጽሕ ላይክ እንዳበልና ንጀምራ። ፊልምና ክትጅምር ከላ ሬቤካ ዝተባሃለት ሰበይቲ ኣልቬራን ኣልማን ዝተባሃላ ክልተ ደቃ ሒዛ ናብ ፈረንሳይ ክትከይድ እንዳተዳለወት ንርኢ። ሬቤካ ዋላ እኳ በዓል ቤታ እንተሞተ፣ ንሳ ግን ኣዝያ ምልክዕቲ ስለ ዝኾነት፣ ኣብ ፈረንሳይ ዝርከብ ሓደ ሃብታም ንኽምርዐዋ እያ ትኸይድ ዘላ። እኒ ሬቤካ ኣብ ፈረንሳይ ናብቲ እንዳ ኦቶ ዝተባህለ ሓዱሽ በዓል ቤታ ይኸዳ እሞ፣ ኦቶ፣ ኣግነስ ምስ ዝተባህለት ጓሉ ወጹ ይቕበለን። ድሕሪ ንእሽተይ ጻንሒት፣ እዞም ክልተ መጻምዲ ተመርዕዮም። ደቆም ኣግነስን ኣልቬራን ድማ ማንዙት ስለ ዝኾና፣ ኣግነስ ንኣልቬራ ሒዛታ ገዝኦም ክተርእያ ትጅምር። ኣግነስ ንኣልቬራ ሒዛታ ክትዘውር ከላ፣ ኣይዛክ ምስ ዝተባህለ ናይ ፈረሶም ሓላዊ ተላልያ። ቀጺላ ድማ ናብ ክፍላ ትወስዳ እሞ፣ ኣልቬራ ናይ ኣግነስ መጋየጽታት ክትርኢ ከላ፣ ኣዲኣ ኣዝዩ ሃብታም ወዲ ከም ዝተመርዐወት ፈሊጣ፣ ካብ ሕጂ ንደሓር ብሰንኪ ስእነት ጸገም ከም ዘይህልወንን ዝደለየቶ ኩሉ ክትገብር ከም ትኽእል እንዳሓሰበት ዳተሓጎሰት ንሪኣ። ንምሸቱ እዞም ስድራ ነዛ ተራኺቦም ብፍቕርን ብስኒትን ዘሕልፍዋ ዘለዉ መዓልቲ ንኸጽንብሉ ናይ ድራር እንግዶት የዳልዉ እሞ ኦቶ ንኸስሕቐን ሓሲቡ ንኣልቬራ ኬክ ጸይቑ ክስሕቕ ይጅምር። ኣብዚ እዋን ግን ከይሓስቦ ተሰርኒቑ ምትንፋስ ደው ስለዘበለ ናብቲ ጣውላ ወዲቑ ደም ክወስዕ ይጅምር። ብዘሕዝን መልክዑ ኦቶ በዚ መልክዑ ኣብ ናይ ሓጎሱ መዓልቲ ይመውት እሞ፣ ንጽባሒቱ ኣግነስ ኣዝያ ሓዚና እንዳበኸየት ከላ ኣልቬራ መጺኣ ክተጸናንዓ ትፍትን። ኣልቬራ ንኣግነስ ንኽተጸናንዓ ክትብል፣ ንሳ እውን ኣብ ቀረባ እዋን ኣቦኣ ስለ ዝሞተ ካብ ሓዘና ንኽትወጽእ እንታይ እንታይ ዓይነት መንገዲ ከም ዝተጠቐመት ክትነግራ ትጅምር እሞ፣ ንሳ ግን ኣዝያ ሓሪቓ በጃኺ ካብዚ ርሓቕለይ፣ ኣዴኺ ሃፍታም ተዘይትኸውን ኔራ እኮ ኣቦይ ኣይምተመርዐዋን፣ ናብዚ ኩሉ መከራ እውን ኣይምወደቕናን ትብላ። እዚ ዝሰምዐት ኣልቬራ ድማ ኦቶ ሃብታም ሰብኣይ ይመስላ ስለ ዝነበረ ነዲኣ ንኽትነግራ እንዳጎየት ናብ ሬቤካ ትኸይድ እሞ ሬቤካ ድማ ኣብ ልዕሊ እዙይ ምስማዓ ስድርኡ መፂኦም እቲ ዝተረፈ ሃፍቱ እንዳተማቐሉ ምስ ረኣየት ብሕርቃን ቀልባ ስሒታ ትወድቕ። ሕጂ ሬቤካ ክልተ ደቃ ዘለውኣ ዓባይ ሰበይቲ ስለ ዝኾነት ካብ ሕጂ ንደሓር ዋላ ሓደ ሰብኣይ ዝወስደኒ የለን ኢላ ተስፋ ቆሪፃ ኣላ። እዚ ዝፈለጠት ኣልቬራ ድማ ኣጆኺ ተስፋ ኣይትቑረጺ፣ ዝገበርኩ ገይረ ነቲ ወዲ ንጉስ ክምርዖ እየ እሞ ህይወትና ክቕየር እዩ ትብላ። እንተኾነ ግን ሬቤካ በዚ ሓሳብ ከይተሰማምዐት ገጽኪ እስከ ብመስትያት ርኣዮ ኣዚኺ ክፍእቲ እኮ ኢኺ እንዳበለታ ከላ ኣብዚ እዋን ካብቲ እንዳ ንጉስ ዝተላእከ ሓደ መልእኽተኛ መጺኡ ድምጺ የስምዕ እሞ ኣልቬራ ክትወጽእ ከላ ነቲ ወዲ ንጉስ ትምርዖ ልእልቲ ክመርጹ ስለዝኾኑ ናይዛ ሃገር ጎራዙ ኩለን ናብ ቤተ መንግስቲ ብምምጻእ ልእልቲ ንምዃን ኣብ መጀመርያ ዝወሃብ ትምህርቲ ስለ ዘሎ ናብቲ ቤተ መንግስቲ ንዕ ዝብል ሓበሬታ ትሰምዕ። እዙይ ዝሰምዐት ኣልቬራ ነብሳ ምስቲ ወዲ ንጉስ ኮይና ብፈረስ እንዳጋለበት ትሓስባ እሞ ኣዝያ ትሕጎስ። ሬቤካ እውን ጓላ ዝገበረት ገይራ ኣብዚ ውድድር ተዓዊታ ነዚ ወዲ ንጉስ ተተመርዕዩ ህይወታ ከም ዝቕየር ስለ ትኣምን ሓደ ዶክተር ጸዊዓ ከመይ ገይሩ ምልክዕቲ ክገብራ ከም ዝኽእል ትሓቶ። ንሱ ድማ ኣብ መጀመርያ ኣብ ስና ዘሎ ብሬስ ክውገድ ከም ዘለዎን ቀጺሉ ኸኣ ናይ ኣፍንጫኣ ቅርጺ ተተቐይሩ ኣዝያ ምልክዕቲ ክትከውን ከም ትኽእል ይነግራ እሞ ሬቤካ ድማ ኣዝያ ተሓጒሳ ከምኡ ጌርካ ኣብቲ ውድድር ከም ትዕወት ተጌርካያ ካብቲ ትብለኒ ዘለኻ ገንዘብ ዕጽፊ ክበካ እየ ትብሎ። ብድሕሪኡ ሬቤካ ናይ ጓል ኣፍንጫ ከመይ ዓይነት ቅርጺ ክህልዎ ከም ዝኽእል ክትመርጽ ከላ እቲ ዶክተር ድማ ኣብ ናይ ኣልቬራ ዝነበረ ብሬስ ብዘይ ፈውሲ ቃንዛ መሽቱ የውጸላ። ቀጺሉ ድማ በቲ ኣዲኣ ዝመረጸቶ ቅርጺ መሰረት፣ እቲ ዶክተር ሓጺንን መዶሻን ብምሓዝ ኣፍንጭኣ ይሰብረላ እሞ፣ ኣልቬራ ቃንዛ በርቲዕዋ ክተእዊ ከላ፣ ኣዲኣን ንእሽተይ ሓፍታን ድማ ምስኣ ኮይነን ይሪኣኣ። ብድሕሪኡ ናይ ፊልምና ትርኢት ኣብ ቤተ መንግስቲ ናብ ዝካየድ ትምህርቲ ትወስደና እሞ፣ ኣብቲ ቦታ ብዙሓት ምልኩዓት ጎራዙ ተኣኪበን ኣለዋ። ኣልቬራ እውን ኣብ ማእከል እተን ጎራዙ ኮይና ዝተሰበረ ኣፍንጭኣ ብጨርቅን ብቆርበትን ደጊፋቶ ኣላ። ድሕሪ ንእሽተይ ጻንሒት፣ ማዳም ሶፊ ትመጽእ እሞ፣ ኣብዚ ውድድር በብደረጅኡ ብዝወሃበን ትምህርቲ መሰረት መብዛሕትኣን እንዳተቐነሳ ከይደን ኣብ መወዳእታ ነቲ ንጉስ ትኸውን ልእልቲ ከም ትሕረን፣ እንተኾነ ግን ኣብዚ በርቲዐን ተተዋዳዲረን ምስቲ ንጉስ ብዙሓት ሃፋትም መሓዙቱ ስለ ዘለዉ ዋላ እኳ እቲ ወዲ ንጉስ ተዘይመረጸን ካልኦት ሃፋትም ክወስድወን ከም ዝኽእሉ ትነግረን። ብድሕሪኡ ትምህርቲ ተጀሚሩ ሓዳሽ መምህር መጽያ ክትምህረን ከላ ናይ መጀመርያ ትምህርተን ከም ልእልቲ ምድናስ እዩ። ኣልቬራ ኣብ ቅድሚት ኮይና ዳንሲ ክትለማመድ ከላ እታ መምህር ግን መልክዓ ሪኣ ስለ ዘይፈተወታ ኪዲ ንስኺ ብድሕሪት ኩኒ ኢላ ንድሕሪት ትመልሳ እሞ ኣብ ከክንድኣ ድማ ንኣግነስ ናብ ቅድሚት ኣምጺኣ ተድንሳ። ትምህርተን ወዲኤን ናብ ገዛ ምስ ከዳ ምሸት ድራር ክበልዓ ከለዋ ሬቤካ ንጓላ ጽሟቕ ሎሚን ትህባ እሞ ንባዕለን ግን ደስ በሃሊ ምግቢ ይበልዓ። እዙይ ዝረኣየት ኣልቬራ ጹማቕ ሎሚን ስለ ዝተዋህበት ሕጉስቲ ከም ዘይኮነት ክንርኢ ከለና ኣብ ሞንጎ ድማ ኣግነስ ናይ ኣቦኣ ሬሳ ካብ ዝመውት ብዙሕ ስለ ዝጸንሐ ክቕበር ስለ ዘለዎ ነቲ ናይ ቀብሪ ስነ ስርዓት ዝኸውን ገንዘብ ንኽትህባ ንሬቤካ ትሓታ ሬቤካ ድማ ኣብዚ እዋን ገንዘብ ከም ዘይብላን እተን ዘለዋኣ ውሑዳት ገንዘባት ንጓላ መጸባበቒ ትጥቀመለን ስለ ዘላ ኣልቬራ ኣብዚ ውድድር ተዓዊታ ምስቲ ወዲ ንጉስ ምስ ተመርዐወት ገንዘብ ክትህባ ከም ትኽእል ትነግራ'ሞ ኣግነስ ድማ ናይ ኣቦኣ ሬሳ ክጨኑ ጀሚሩ ስለ ዘሎ ናይ ግድን ቀልጢፋ ክትባኽን ዘለዋን፣ ብተወሳኺ ድማ ነቲ ናይ ቀብሪ ስነ ስርዓት መፈጸሚ ዝወጽእ ገንዘብ ኣዝዩ ውሑድ ስለ ዝኾነ ቀልጢፋ ንኽትህባ ትምሕጸና እሞ ሬቤካ ግን ገንዘበይ ቁምነገር ኣብ ዘለዎ ቦታ እየ ከውዕሎ ዝደሊ ብምባል ክትባ ከም ዘይትደሊ ትነግራ። እዚ ዝሰምዐት ኣግነስ ድማ ኣዝያ ሓሪቓ ምግባ ኣቋሪጻ ትትስእ እሞ ናብ ናይ ኣቦኣ ሬሳ ብምኻድ ክትጽሊ ክትጅምር ከላ ናይ ኣቦኣ ሬሳ ክጨኑ ጀሚሩ ከም ዘሎ ትፈልጥ። ኣብቲ ቤተ መንግስቲ ነዘን ጎራዙ ዝወሃብ መዓልታዊ ትምህርቲ ክቐጽል ከሎ፣ ኣብ መወዳእታ ብመልክዐንን ብዘለወን ተኽለ-ሰውነትን ናብ ቀጻሊ ዙር ዝሓልፋ ይፍለያ። ኣብዚ እዋን ኩለን ጎራዙ ሓሊፍና ደይሓለፋን እንዳበላ ናብቲ ዝተለጠፈ ወረቐት እንዳኸዳ ክሪኣ ከለዋ፣ ኣልቬራ'ውን ከም ኩለን ክትርኢ ትኸድ። ኣልቬራ ኣብ መወዳእታ ናይ ዝነበረት ሓንቲ ጓል ሹም ተደምሲሱ ናታ ተጻሒፉ ትርእ እሞ በዚ ነገር ኣዝያ ተሓጒሳ ብሕልናኣ ምስቲ ንጉስ ተሕልፎ ደስ በሃሊ ፍቕራዊ እዋናት ትርኢ። ንጽባሒቱ ትምህርቲ ክቕጽል ከሎ እታ መምህረን ሓንቲ ዳንሲ ተርእየን እሞ እዛ ዳንሲ ደጊማ ክተርእየና ትኽእል መን እያ ኢላ ትሓተን ኣብዚ እዋን ኩለን ደቂ ኣንስትዮ ኢደን ስለ ዘውጽኣ እታ መምህር ንኣልቬራ ጸዊዓ ናብ ቅድሚት ተምጽኣ እሞ ኣልቬራ ክትድንስ ከላ እታ መምህር ግን ነቲ ዳንሲ ኣብ ማእከል ደው ኣቢላ ንኣልቬራ መልክዓ ይኹን ኩሉ ነገራ ከም ዘይፈተወታን ኣብዚ ዝኒኣ ድማ ኣዲኣ ብዝኸፈለቶ ብላዕ እምበር ንሳ ዋላ ሓደ ክእለት ከም ዘይብላ ትነግራ እሞ ብድሕሪኡ ንኣግነስን ንኻልኦት ክልተ ደቂ ኣንስትዮን ኣውጺኣ ክተድንሰን ከላ ኣልቬራ ኣዝያ ሓሪቓ ኣብ ሓደ ጸግዒ ኮይና ትበኪ። ንምሸቱ ኣልቬራ ናብ ገዛ ምስ ከደት ናይ ኣግነስ ክዳን ክትልክዖ ከላ ረጓድ ስለ ዝኾነት ከም ዘይኣኽላ ትርኢ። ንጽባሒቱ ናብቲ ቤተ መንግስቲ ምስ ከዳ ንኣልቬራ ማዳም ሶፊ ጸዊዓታ ትኸይድ እሞ ኣልቬራ ተስፋ ቆሪጻ ስለ ዝነበረት ረጓድን ክፍእትን ስለ ዝኾንኩ እቲ ልኡል ንዓይ ክመርጸኒ ኣይኽእልን ሱቕ ኢለ'የ ዝደክም ዘለኹ እምበር ከቋርጾ እዩ ዘለኒ ትብላ ማዳም ሶፊ ግን ምስ ኣዲኣ ምስ ሬቤካ ጽቡቕ ርክብ ስለ ዘለዋ እዙይ ሓቂ ከም ዘይኮነ እሚና ነብሰ ተኣማንነታ ንኽትመልሰላ ኣባኺ ንነብሰ እየ ዝርኢ ዘለኹ መንእሰይ እንዳሃለኹ ልክዕ ከማኺ እየ ነይረ እዛ መድሓኒት ተወሲድክያ ድማ ልክዕ ከማይ ክትኮኒ ኢኺ ትብላ እሞ ሓደ እንታይነቱ ዘይፈለጥናዮ መድሓኒት ሂባ ትሰዳ። ብድሕሪኡ ኣልቬራ ምስ ኣልማ ሓፍታ ኮይነን ብፈረስ ኣብ ጫካ እንዳኸዳ ከለዋ እቲ ማዳም ሶፊ ዝሃበታ ከፊታ ትሪኦ እሞ እዚ ነገር ናይ መዓንጣ ሓሰኻ ከም ዝኾነን እዚ ሓሰኻ ኣልቬራ ዝበልዐቶ ምግብታት ቀዲሙ እንዳበልዐ ቀልጣን ንኽትከውን ከም ዝሕግዛ ትፈልጥ። ወሲኻ ድማ፣ ከምቲ ትደልዮ ዓይነት ቅርጺ ምስ ሓዘት፣ ነዚ ሓሰኻ ንምቕታል ዝሕግዝ መድሓኒት ከም ዘሎ ትርኢ እሞ፣ ኣልማ ግን እዚ ነገር ሓደገኛ ክኸውን ስለ ዝኽእል ከይትበልዑዮ ኢላ ትምዕዳ። እንተኾነ ግን፣ ኣልቪራ ነዚ ወዲ ንጉስ ንምምርዓው ኣይኮነን ዶዚይስ ካሊእ'ውን ክትገብር ከም ትኽእል ትሕብረላ እሞ፣ ኣልማ ኸኣ ብሕርቃን ሓዲጋታ ትኸድ። ኣብ መወዳእታ፣ ኣልቪራ ካሊእ መማረጺ ከም ዘይብላ ኣሚና ነቲ መድሓኒት ትውሕጦ እሞ፣ ምሸት ናብ ገዛ ክትመጽእ ከላ፣ ኣግነስ ምስቲ ሓላዊ ፈረስ ፍቕራዊ ጸወታ እንዳ ተጻወተት ትረኽባ። ሽዑ ኣልቬራ ናብ ኣዲኣ ከይዳ ትሕስወላ እሞ ረቤካ ድማ ብጸጉራ እንዳጎተተት ናይ ክሳዳ ሃበል ትብጥሰላ እሞ ካብ ሕጂ ንደሓር ከምዚ ዓይነት ተግባር እንዳፈጸምኪ ተሪኤኪ ካብ ገዛ ክሰጎኪ እየ ንሕጂ ውን ዘይሰጎኩኪ ኣነ ኮይነ እየ ምሒረኪ ትብላ ቀጺላ ድማ ሬቤካ ናብቲ ምስ ኣግነስ ዝነበረ ወዲ ትምለስ እሞ ነቲ ወዲ ዕርቃኑ ካብ ገዛ ኣውጺኣ ትሰጎ። ድሕሪ ዝተወሰነ መዓልቲ፣ ኣልቬራ ኣብ ኣፍንጫኣ ዝነበረ ቘርበት ክተልዕሎ ኸላ፣ ብዝገርም መልክዑ ናይ ኣፍንጫኣ ቅርጺ ተቐይሩ ወናኒት ተሪር ኣፍንጫ ኾይና ኣላ። ብተወሳኺ ድማ፣ ዝበልዐቶም ምግብታት እቲ ሓሰኻ ኣቐዲሙ ስለ ዝበልዖም፣ ካብቲ ቅድሚ ሕጂ ዝነበረቶ ቀጢና ኣዝያ ምልክዕቲ ኾይና ንርእያ። በቲ ሓደ ድማ፣ ሬቤካ ንኣግነስ ምስቲ ወዲ ምስ ረኸበታ፣ ካብ ሕጂ ንደሓር ኣብ ገዝኣ ከም ሰራሕተኛ ኾይና ንኽትነብር ፈሪዳትላ። ላሕሚ እንዳሓለበት ንሪኣ። ኣልቬራ ድማ ሕጂ ዘምጸቶ መልክዕ ምስ ረኣየት ኣዝያ ተሓጒሳ ከላ፣ ቅርንብ ዓይንኺ ተተሰሪሑልኪ ዝያዳ ክትምልክዒ ኢኺ ኢሎም ይነግርዋ እሞ ፍውሲ ቃንዛ ብዘይ ምህላዉ ዋላ እኳ ሓያል ቃንዛ ተተሰመዓ ህይወታን ህይወት ስድራኣን ንምስትኽኻል ትወስዶ መስዋእቲ ስለ ዝኾነ መፍርሒ ብዝኾነ መልክዑ ቃንዛኣ ውሒጣ ቅንድብ ዓይና እንዳተሰፈየት ንርኢ። ንምሸቱ ኣልቬራ ብሰንኪ ቃንዛ ክትታኸስ ኣይከኣለትን፣ ብተወሳኺ ድማ እቲ ሓሰኻ ዝበልዐቶ ምግቢ ወዲኡ ኣብ ውሽጢ ከብዳ እዳተንቀሳቐሰ ብጥምየት ይልሕጻ'ሞ ምግቢ ክትበልዕ ንኸይትፍለጥ ሰላሕ እንዳበለት ናብ ክሽነ ትኸድ። እንተኾነ ግን ዓይና ስለ ዝተሸፈነት ተዓንቂፋ ድምጺ ክተስምዕ ከላ ዝኾነ ሰብ ናብኣ ክመጽእ ይጅምር። ሽዑ ኣልቬራ ትሕባእ'ሞ እታ ዝመጸት ኣግነስ ክትከውን ከላ ኣግነስ ከኣ። ኣሕዚናታ ምግቢ ሂባ ተብልዓ። ኣልቬራ ናይ ዓይና ቁስሊ ሓዊላ ናብ ቤተ መንግስቲ ምስ ተመለሰት፣ እታ መምህር ብናይ ኣልቬራ መልክዕን ተኽለ ሰውነትን ተገሪማ እቲ ናይ ዳንሲ ኪሮግራፊ ንሳ ክትመርሖ ትገብር። ሕጂ ኣልቬራ ትበልዖም ምግብታት እቲ ሓሰኻ ስለ ዝወስደላ ምግቢ ዝበሃል ነገር ክጠቕማ ኣይከኣለን። ኣግነስ ከኣ ከም ሰራሕተኛ ኮይና ኩሉ ዝበለታ እያ ትገብረላ። ካብ ዕለታት ሓደ መዓልቲ፣ እቲ ወዲ ንጉስ ልእልቲ ዝመርጸሉ መዓልቲ እንዳቀረበ ስለ ዝመጸ፣ ኣልቬራ ጸጉራ ክትምሸጦ ከላ እንዳተመሓወ ይረግፍ ምህላዉ ተስተብህል። ኣብዚ እዋን፣ ሬቤካ ነታ መዓልቲ ዘስፈየትላ ክዳን እቲ ሳርቶ ሒዙላ ይመጽእ እሞ፣ ኣልቬራ ክዳና እንዳተኸደነት ከላ፣ እቲ ክዳን ንኽትክደን ዝሕግዛ ዝነበረ ወዲ ጸጉራ ይረግፍ ምህላዉ ይፈልጥ። እዙይ ዝረኣየት ኣዲኣ፣ በዚ ምኽንያት እታ ዝምነያኣ ዝነበራ መዓልቲ ከይትባላሾ ክትሰግእ ከላ፣ እቲ ወዲ ግን ብምንታይ ምኽንያት ከምዚ ትኸውን ከም ዘላ ከይፈለጠ ኣርተፍሻል ጸጉሪ ኣምጺኡ ይገብረላ። ብድሕሪኡ ኣልቬራ ናብ ክፍላ ብምኻድ ከምቲ ኩሉ ግዜ ትገብሮ ምግቢ ገሓሒጣ ክትበልዕ ከላ፣ ኣግነስ ከኣ እቲ ወዲ ንጉስ ልእልቲ ዝመርጸሉ መዓልቲ ስለ ዝኣኸለት ናብቲ ፕሮግራም ተኸዲናቶ ትኸድ ክዳን ተዳሉ ኣላ። ኣልቬራ ድምጺ ሰሚዓ ናብ ናይ ኣግነስ ክፍሊ እንትኣቱ፣ ኣግነስ ኣብቲ ውድድር እንተሃሊኣ፣ ወዲ ንጉስ ንኣግነስ ከይመርጽ ስለ ዝሰግኣት፣ ክዳን ኣሕዲጋ ክትቀደላ ትጅምር እሞ ኣብ መንጎ ክልቲኤን ባእሲ ይጅመር። ኣብዚ እዋን ሬቤካ ሰሚዓተን ብምምጻእ ንኽልቲኤን ኣገላጊላ ንኣግነስ ኣውጺኣ ትሰዳ እሞ ንጓላ ድማ ሕጂ ኣግነስ እትኽደኖ ክዳን ስለ ዘይብላ ናብቲ ውድድር ኣይትመጽን ካብ ሕጂ ንደሓር ምሳኺ ትወዳደር ምልክዕቲ የላን ብምባል ኣረጋጊኣ ተድቅሳ። በቲ ሓደ ድማ ኣግነስ ናብቲ ናይ ኣቦኣ ሬሳ ዘለዎ ቦታ ብምኻድ ብሕርቃን ደኒና እንዳበኸየት ንሪኣ። ኣብዚ እዋን ሃንደበት ኣግነስ ብርሃን ናብ ገዛ እንዳእተወ ትርኢ እሞ ናይ ኣዲኣ መንፈስ መጺኣ ክተዛርባ ትጅምር። እዛ መንፈስ ኣግነስ ስለ ዘሕዘነታ ናብቲ ቤተ መንግስቲ ተኸዲናቶ ክትከይድ ትኽእል ደስ በሃሊ ክዳንን ጫማን ብኸመይ መልክዑ ክትረክብ ከም ትኽእል ትነግራ። ድሕሪ ንእሽተይ ጻንሒት፣ ኣብ ቤተ መንግስቲ እቲ ፕሮግራም ተዳልዩ፣ ብዙሓት ጎራዙ ተኣኪበን ናብ ቅድሚ ወዲ ንጉስን ፈተውቱን እንዳመጻ ዘለወን መልክዕ የርእየኦም ኣለዋ። እዘን ጎራዙ በብታራ ናብ ቅድሚት እንዳወጻ ትርኢት ከርእያ ከለዋ፣ ነቶም ንጉሳውያን ድማ ካበይ ከም ዝመጻ ይንገሮም ኣሎ። ኣብ መወዳእታ፣ ኣልቬራ ተራኣ ኣኺሉ፣ ኣዲኣ ዘዳለወትላ ደስ በሃሊ ክዳንን ጫማን ተኸዲና ናብ ውሽጢ ትኣቱ'ሞ፣ መልክዓ ዝረኣዩ ኩሎም ሰባት ሃነን ኢሎም ክጥምትዋ ይጅምሩ። ናይዚ ወዲ ንጉስ መሓዙት ንኣልቬራ ምስ ረኣዩ ኩሎም ምስኣ ንክድንሱ ዝተመነዩ ይመስሉ። ኩለን ዘለወን ክእለ ተርእየን ምስ ወደኣ ድማ እቲ ወዲ ንጉስ ንዕኡ ዝሓረያ ልእልቲ ንክመርጽ ይንገሮ እሞ ንሱ ድማ ብዝገርም መልክዑ ንኣልቬራ ይመርጻ። ኣልቬራ ከምታ ትምነያ ነበረት እዚ ወዲ ንጉስ ብኢዱ ሒዙ ከድንሳ ከሎ ንሳ ከኣ ኣብዛ ቦታ ንክትበጽሕ ዝሐለፈቶም መከራታት እንዳዘከረት ሕጂ ግን ስለ ዝተዓወተላ ኣዝያ ተሓጒሳ እንዳደነሰት ንሪኣ። ኣብ መንጎ ግን ሃንደበት ሓንቲ ገጻ ዝተሸፈነት ምልክዕቲ ጓል ትኣቱ እሞ፣ ኩሎም ሰባት ብትኹረት ክጥምትዋ ይጅምሩ። ኣብዚ እዋን እቲ ወዲ ንጉስ እውን ልቡ በዛ ሓዳሽ ጓል ተሰኒፉ ናብኣ ይኸይድ እሞ ምስኣ ኮይኑ ክድንስ ይጅምር። ብዝገርም መልክዑ እዛ ፍሉይ ኣከዳድና ተኸዲና መጺኣ ዘላ ምልክዕቲ ኣግነስ እያ። እዙይ ዝረኣየት ኣልቬራ ድማ ልእልቲ ናይ ምዃን ተስፋኣ እንዳጸልመተ ይኸይድ ከምዘሎ ፈሊጣ ኣዝያ ስለዝተባሳጨወት ክትሓምም ትጅምር። ኣልቬራ ከምዚ ዝገበራ እቲ ንኽትቀጥን ዝወሰደቶ ሓሰኻ ክኸውን ከሎ ናብ ደገ ወጺኣ ንዓቐብ ክትብል ከላ ኣዲኣ መጺኣ ንኽተረጋግኣ ትፍትን ሽዑ ኣዲኣ ብቑጠዐ ከምዚ ክትኮኒ የብልክን ዋላ እቲ ልኡል ተምለጠልኪ ካልኦት ብዙሓት ሃፋትም እኔዉ እዮም ዕላማኺ ከይትርስዒ ኢላታ ትኸድ ኣልቬራ ውን ካሊእ መማረጺ ስለዘይብላ ተመሊሳ ናብ ውሽጢ ትኣቱ እሞ ምስ ብዙሓት ደቂ ተባዕትዮ እንዳደነሰት ንዓኣ ዝኸውን ወዲ ክትመርጽ ትጅምር። ኣልቬራ ከባቢኣ ክተስተብህል ከላ ኣዲኣ ምስ ብዙሓት ሰባት ተኣኪባ ትጻወት ኣላ። በቲ ሓደ ድማ እቲ ወዲ ንጉስ ምስ ኣግነስ እንዳደነሰ ትሪኦ'ሞ ኣዝያ ትሓርቕ። ኣብዚ እዋን ግን ኣግነስ ሃንደበት ንደገ ወጺኣ ክትጎዪ ትጅምር እሞ እቲ ወዲ ንጉስ እውን ደድሕሪኣ እንዳጎየ ከርክባ ይፍትን። እንተኾነ ግን ኣግነስ ዋላ እኳ ጫማኣ እንተሞለቖ ንሳ ግን ዳጎይ ተምሊጣትሉ ትኸይድ እሞ ንሱ ድማ ሓንቲ እግሪ ጫማ ሒዙ መጺኡ እዛ ጫማ ትኣኽላ ጓል መሪጸ ኣለኹ ነዛ ጎርዞ ዱለይዋ ኢሉ ይእዝዝ። ብድሕሪኡ ኣልቬራ በተፍቲ ቤተ መንግስቲ ዘጓነፈ ኣዝያ ሓሪቓ፣ ኩሉ ነገር ኣጽሊእዋ ናብ ገዝኣ ትመጽእ እሞ ካራ ኣልዒላ ንኣግነስ ጫማኺ ሃብኒ ተዘይ ኮይኑ ክቀትለኪ እየ እንዳበለት ክተፈራርሓ ትጅምር ኣግነስ ግን እንታይ ክትገብር ከም ዘለዋ ስለ ዘይትፈልጥ ብፍርሒ ደፊኣታ ናብ ላዕሊ ትድይብ እንተኾነ ግን ኣልቬራ ናብኡ ውን ካራ ሒዛ ትመጽኣ እሞ ኣብ መንጎ ክልቲኤን ሓያል ባእሲ ይጅምራ ሽዑ ኣልቬራ ንኣግነስ ኣውዲቃ ክትቀትላ ክትብል ኣጋጣሚ ኣዲኣ ስለ ዝመጸት ንክልቲኤን ተገላግለን። ኣልቬራ ከኣ ናይ ኣግነስ ሓደ እግሪ ጫማ ሒዛ ትኸይድ እሞ ክትልክዖ ከላ ጸቢብዋ ንዓኣ ከም ዘይኣክል ትርኢ። ኣልቬራ ነዚ ወዲ ንጉስ ክምርዖ እየ ኢላ ኣሚና ስለ ዝነበረት ምስ ከሰረቶ ናይ ስነ ኣእምሮ ሕማም ኣጋጢምዋ ሓደ ዘይሕሰብ ነገር ክትገብር ትጅምር። እቲ ወዲ ንጉስ ናይ ኣግነስ ጫማ ትኣኽላ ጓል ክወስድ ስለ ዝኾነ ካራ ሒዛ ብምምጻእ ብጭካነ ናይ እግራ ኣጻብዕቲ ትቖርጾ። ኣብዚ እዋን ስቓይ በርቲዕዋ ክተእዊ ከላ ኣዲኣን ሓንቲ ሰራሕተኛን ሰሚዔ እንዳጉያ ይመጻ እሞ ኣልቪራ ከኣ ነዲኣ በጃኺ ካሊእ መማረጺ የብለይን ነታ ሓንቲ እግረይ እውን ቁረጽለይ ኢላታ ብሰንኪ ስቓይ ቀልባ ስሒታ ትወድቕ። እዚ ዝሰምዐት ሬቤካ ከኣ ንሳ እውን ብጭካነ ኣጻብዕቲ እግራ ትቆርጸላ። ኣብዚ እዋን ኣልቬራ ምስቲ ወዲ ንጉስ እንዳተመርዐወት ደስ በሃሊ እዋን ክተሕልፍ ከላ ትርኢ። ድሕሪ ንእሽተይ ጻንሒት ኣልቬራ ካብቲ ቀልባ ዝሰሓተትሉ ክትነቅሕ ከላ ዓሰርቲኡ ኣጻብዕቲ ናይ እግራ ከም ዘየለ ትርኢ። ኣብዚ እዋን ኣብ ደገ ኮይኑ ሓደ ናይ ቤተ መንግስቲ ሰራሕተኛ እግራ እቲ ልካዕ ጓል ኣላ ድዩ እንዳበለ ክዛረብ ትሰምዕ እሞ ኣልቬራ ብሰንኪ ቃንዛ ብእግራ ክትከይድ ስለ ዘይትኽእል እንዳተፋሕኮት ናብኡ ክትከይድ ትጅምር። ኣብ መንጎ ግን ኣግነስ ንክትልካዕ እንዳ ወጸት ስለ ዝረኣየታ እንዳ ሓረቀት ከላ እቲ ወዲ ድማ እታ ትድለ ጓል ተረኪባ እንዳ በለ ክዛረብ ትሰምዖ። ኣብዚ እዋን ኣግነስ ነዚ ወዲ ንጉስ ተሓጽያ ልእልቲ ክትከውን ከላ ኣልቬራ ድማ ተስፋ ቆሪጻ ጥንቅሊዒት ደቂሳ ንሪኣ። ኣብ መወዳእታ፣ ኣልቬራ ንሓንቲ ናይ ገዝኦም ሰራሕተኛ ትጽውዓ እሞ፣ ነታ ሓሰኻ ዝቐትል መድሓኒት ተምጽለይ ትብላ። እታ ሰራሕተኛ እውን ምስ ጸባ ገይራ እቲ መድሓኒት ተምጸላ እሞ፣ እቲ መድሓኒትን እቲ ጸባን ምስ ወሰደት፣ ኣልቬራ ደም ንዓቕብ ክትብል ትጅምር። ብድሕሪኡ እቲ ሓሰኻ ክወጽእ ስለ ዝጀመረ፣ እታ ጓል ብኢዳ ሒዛ እንዳጎተተት ክተውጽኦ ከላ፣ እዚ ሓሰኻ ኣብ ከብዳ ንብዙሕ እዋናት ስለዝጸንሐ ልዕሊ ዓሰርተ ሜትሮ ኮይኑ ምህላዉ ንሪኦ። ኣብ ናይ ፊልምና ናይ መጠረሽታ ትርኢት ድማ ኣልቬራ ምስዛ ሰራሕተኛ ተማኺረን። እዛ ሰራሕተኛ ኣብ ገዛ ዝነበረ ናይ ሪቤካ መጋየጽታት ትሰርቕ እሞ ብድሕሪኡ ክልቲኤን ብፈረስ እንዳጋለባ ካብዚ መከረኛ ገዛ ወጺኤን እንዳጠፍኣ ዳረኣና ፊልምና ትውዳእ። ፍትዋት ተኻታተልቲ ፊልምና ነዛ ፊልም ተፈቲኹማ ላይክ ንቻናልና ሓደሽቲ ተኾይንኩም ካኣ ሳብስክራይቭ እናበልኩም ነታ ናይ ደወል ምልክት ብምጥዋቅ ቤተሰብ ኩኑ።